ሕጂ እዞም ዓበይቲ ሓለፍቲ ናይቲ ስርዓት ነይሮም ናይ ህዝባዊ ግንባር ከምዚ ዝበልካ ሓንቲ ወይ ትገልፆ ዝነበርካ ኣብዚ ደንበ ተቃውሞ ከዓ ኮይኖም ግን ምሉእ ብምሉእ ዘይተባተኹ ዝመስሉ መልክዖም ሲ ኣንተ ወይ እውን እታ መን ሓታትካ ነራ ግን ነታ ናይ ቀደም መሊስካ ስታ ካልእቲ ሕቶ መለስካ ማለት እንታይ ሕጂ ሶም እዚኦም መድረኽ ዝበሃሉ ማለት እዩ ፅገናዶ ገለ ይብሉ ገለ ይብሉ ሕጂ ንስኻ ምስ ዝነበረካ ናይቲ ናይ ወፃኢ ስለያ ስራሓት ገለመለ ገለሲ ኮነ ኢሎም ዝተለዓኹ ድኦም ዞም ሰባት እዚኦም ወይስ ናይ ብሓቂ ይቃወሙ ድኦም ዘለዉ ትፍታሕ ሶም ኢሎም ዝሓስብዎ ሒዞም ድኦም ይቃወሙ ዘለዉ ከም በዓል መስፍን ሓጎስ ገለ ዝኣመሰሉ ማለት
ኣብ ካልእ ነእተዎም ኣለና መስፍን ሓገስ ግን እንታይ እዩ ክንብል ኣብኡ ክንተሓሳሰስ ንኽእል ኢና ብዛዕባ ናይ ገበንን ዘይገበንን ግን ኣብቲ ኣነ ክመፅኣሉ ዝበልኩ መዓልቲ ብስነ ስርዓት ብርሃየ ናይ ሰባት ብሙሉኦም ኣብቲ ናይ ህዝባዊ ገበን ዘለዉ ሰባት ኣብኡ እንተበርሀ ይሓይሽ እንተዘይኮይኑ ግን ክንሓትት ኮልና ብምሉእ ኣብቲ ውድብ ዘሎ ሰብ ብምሉእ ገበነኛ ክትገብሮ ፀገም እዩ ጌጋ እዩ ውልቀ ሰባት

ከምኡ ውን ዓሊ ዓብዱ መርያም ድዩ ዝብል ዘሎ ገብረ ማርያም እዋ እዚኣቶም ለካ ኣሎ እዞም ጠቒስልካ ዘሎ ማለት እዚኣቶም ሕጂ ብሙሉኣቶም ኣብቲ ዓንኬል ኣለዉ ኣብ ሓደ ውድብ እዮም ዘለዉ ኩላቶም ኣብታ መድረኽ ትብል ውድብ እዚኣቶም እንጌሩ ምስሎም ኣብ ቅድሚ ሕጂ ዝነበረ ሕሉፍ ተግባራቶም እዩ ዝብለካ ዘሎ። ነዚኣቶም እንድሕር ክትጠቕሶም ክኢልካ ጽቡቕ ኮይኑ ይስምዓኒ፣ ተዘይኮነ ግን ድሓን ናባኻ ገድፋ ማለት እዩ። ንሳዮም ድሓቱኻ ደለዉ ካብ ዓንታ ኣትሒዞም ዋላ እታ ጓል ውን ከምኡ እያ ትሓተካ ኔራ እታ ጓል።

ናይ ውሽጢ መልእኽቲ ዘለዎም ሰባት ክትገልጽ ነንበይ ድዩ ስለዚ እንተፈላለና ይሓሸ ጆን ብንጹር ሰባት ሽሞም ፀዊዕካ እንተሓተትኩምኒ ክምልሰልኩም እኽእል እየ ኣብ ውድብ ዝኣተው ግን ኣብዘም ሰባት እዚኦም ኣብ ትሕተኦም ብዙሓት ንጹሃት ሰባት ንቓልሲ ወይ ከዓ ንበደል ህዝቢ ኤርትራ ወይ ከዓ ንቕኑዕ መጻኢት ኤርትራ ዝሓስቡ ሰባት ስለ ዘለዉ ነቲ ውድብ ምድምሳስ ኮይኑ ውልቀ ሰባት ሕተቱኒ ክምልሰልኩም ውልቀ ሰባት ውልቀ ውልቀ ሰባት ኣነ ኣይፈርሕን ናይ ውልቀ ሰባት ውልቀ ሰባት ንገሩኒ ወይ ሕተቱኒ ክምልሰ
ቴንኪዩ ፎር ሓው ፀገም የለን እዛ ኣባላት መድረኽ ምባል ንጠጠው ነብል ኣሕዋት ምክንያቱ እታ መድረኽ ትበሃል ቃል ተፀሊኣ ኣላ ምክንያቱ ኣብታ ውድብ ብዙሓት ንፁሃት ተቓለስቲ ክህልው ስለ ዝኽእሉ ንዓኣቶም ኢንክሉድድ ከይትገብር ምእንታን ብውልቆም እቶም ሓለፍቲ ኣብኣ ዘለው ትፈልጥዎም ኢኹም ኣስማቶም በብውልቂ እንዳገበርዎ ዝበለጸ ኮይኑ ዝስማዓኒ ፍሪድ ብውልቀይ ሕተቶ እሞ ህበካ ናባኻ ማይክ ድሕሪኡ ተኣሽሙ ንገብር
ኦኬ ኣረ ኤሪማን ሓወይ ኦኬ ማር ካብዚኦም ፅቡቅ ኣለካ ኮረ ሓወይ ንሕና እውን ማለት ኣብዚ እንዳተኣረምካ ምኻድ ከም ድለይቲ ፍትሒ መጠን ኣገዳሲ ስለ ዝኾነ ብዓቢኻ እቲ ትብቦ ዘለኻ ትምህርታት ንዓና ኣዝዩ ኣገዳሲ ስለ ዝኾነ እና ሕቶታት ከም ዝመሰለና ጌርና ንሓተካ እሞ እንተ ደኣኒ ሕቶ ከምትስእሎ ዘለኻ ናብ ካልእ ታሽሙ ጌርናዮ ንሕና ጽቡቕ ከም ዜርካ ሓትእርመና ሓደ ንኣብነት ሲ ሓደ ካብቲ ዝለዓለ ሓላፊ ውን ኣብ ብዙሕ ግዜ ኢንተርቪው ክገብር ዝሰማዕክዎ መስፍን ሓጎስ ዩ ማለት ሕጂ ኣብቲ መርገጺኡ ክትሓቶ ከለኻ ኩሉ ግዜ ወላ ሓንቲ ሓድሽ ነገር ኣይምጽእን ኢዩ፣ ኩሉ ግዜ ዝምልሶስ ተመሳሳሊ ኢዩ። ከም ሓደ ደላይ ፍትሒ መጠንሲ ንቲ ዝግበር ኩሉ ይፈልጦ ስለ ዝኾነ ሰብዚ ክሕተት ከሎ ውን ብዙሕ ዝዳናገጽ ኣይኮነን ናይ G15 ኣዕሩኹቱ ወይ እቶም ብጾቱ ክእሰሩ ከለዉ ዝህቦ መልሲ Always the same ኢዩ በቃ ኣነ እቲ ኣነ ዘስተንፍሳ ዘለኹ ኣየር ዘይምስትንፋሶም ኢዩ ገለ ክብል ኢኻ ትሰምዖ እምበር ነቲ ስርዓት ብዕሊ ኮኒኑ እቲ መርገጺኡ ንጹር ኣይኾነልካን ማለት እዩ። ስለዚ እዚ ሰብ እዚ ከመይ ትገልጾ ብኣኻ ወገን ወይ ከመይ ትፈልጦ? ምክንያቱ እስኻሲ ብዙሕ ነገር ኢኻ ካባና ንላዕሊ ትፈልጥ ማለት እዛ ስዋይ ሕጂ ከምኡ ኢልና ንሓት ዘለና ስለዚ እሱ እውን ኣዝዩ ኣጸላዊ እዩ ኣብቲ መሪሕነት ኣሎ እንደገና ኢንተርቪዋት ሰሚዐ ኣነ ሕጂ ኮንፊዥን ዝኾነ ነገራት ስለዝህብ ናይ ብሓቂ ድዩ ዝቃወም ዘሎ እስኪ ብዛዕባ መስፍን ሓጎስ መልሰለይ
ኦኬ እንታይ እንታይ ንግበር ንሰብ ፎሮ ክበካ እንዴ ባዕላትና መምርሂ ኣይንግበረሉ ባዕላትና መምርሂ ኣይንግበረሉ ባዕላትና መምርሂ እንድሕር ንህቦ ኣለና መስለኩም እንታይ ትኸውን ደላ ከም ንፈልጥ እንዳፍለጥናዮስ ካብኡ ከኣ ዘረባ ንጽበ ኣለና ማለት እዩ። ስለዚ ንዕኡ ዕድል ንሃቦ። እታ ሕቶ ኩስቶኸ ኢልኩም ሕተትዎ እሱ ክሕብረኩም የብለኩም ኣሎ። ጸገም የለን ብውልቆም ተሓቲትኩሞ ክምልሰልኩም የብለኩም ኣሎ። ጸገም የለን ናባኻ ቆሮ ሓወይ።
ኣንተወይ ክዛረብ ከለኹ ሃሰብ ኢልኩም ተፀኒዕኩም ካብ ቻይና 2007 ናብ ኣጥልያን መፀ ነረ ገለመለ ኣለኩም ነረ ዕላላት ካብ ዝገርመካ ግን ናይ መስፍን ሓወን ናይ መስፍን ሓወስ 2004 ፈሊጠ ማእሴ ፈሊጠ ሽዑ ንመጀመርያ ግዜ ኣብ ኣፍሪቃ ምንቅስቃስ ስኢና ነርና ናይ ህዝባ ማለት ኤኒወይ ኣፍሪቃውያን መራሕቲ ብምሎም ኢሳያስ ኣይፈትዎን እዮም ወይ ከዓ ንህዝባዊ ግንባር ኣይፈትዎን ካብ ቀደም ጀሚርካ ካብ መጀመርያ ናፅነት ጀሚርካ ኣይፈትዎን እዮም ነይሮም ሕጂ ማዓ ፀገማት እዩ ነይሩ ግን ዳሕራይ ኣነ ተሳሒበ መፀ ሓደ ዕስራ መዓልቲ ዝኸውን ፓስፖርት ይቀየር ክቅየር ኢለ እንደገና ፓስፖርቶም ዝቕይሩ ሰባት ከዓ መፅኦም ነይሮም ሽዑ ኣይ ቲንክ ማማ ያምሊቆልኩ ነይረ ኩሉ ግዜ ሓደ ሓደ ነገራት ሕድገታት ትገብሮ ነገር ኣሎ ሰባት ከይትልክም ኢልካ ግን ኤኒወይ ግን ኩሉ ፅፍ ክቁረፅ ኣሎ ናይቲ ውድብ ምቅላስ ኮይኑ ማለት ስለዚ ኣብቲ ናይ ሊብያ መለለኩም ኣምፅኤ ነረ ሽዑ ኣነ ፋይል ናይ መስፍን ሓጎስ ርእየ ማለት እዩ ስለዚ መስፍን ሓጎስ ኣባል ናይ ውድብ ወይ ከዓ ናይ ከም ተምሳል ከም ዘሎ ሽዑ ፈሊጠ ማለት እዩ ስለዚ ብኸመይ እየ ትፈልጥ እቲ ኣብ ሜዳ ዝፈልጦ ሰብ ወይ ከዓ ንፍዕ ሰብ ገለ ዘይኮንኩ እቲ ፋይል ዝፈልጦ ማለት እዩ ወይ ከዓ ናይ ፀጥታ ትፈልጦ ስራሕ እቲ ፓስፖርት ናይ ሊብያ ክቕይር ኣብቲ ፀዋዕ ግዜ ዝተሻለ ኣርባዕተ መጀመርታ ሽዑ እያ መስፍን ሓጎስ ጉዳይ ፈሊጠ ማለት እዩ ስለዚ መስፍን ሓጎስ ኣባል ክውድብ እዩ ስቲል ስጋ ሕጂ ከምኡ እዩ ዘሎ ትፈልጥ ስጋ እዛ ኣነ ዝወፃላ ዝነበርኩ ክልተሽሕን ዓሰርተ ሓደን መወዳእታ ወርሒ ዓሰርተ ክልተ ዝገድፎ ከምኣ እያ ነይራ ስለዚ ከምኡ እየ ትፈልጥ ኣይደኖ ሕጂ ሓድሽ ነገር ተልዮ ኣይፈልጥን ስለዚ ከምዚኣ ነዚ ሰብዚ ውልቂ ክገልፀልኩም ፈቱ ግን ብዘይቀላዓለም ክትፈልጡ ዘለኩም እዚ ፐርሰናሉ ወይ ከዓ ካልእ ተኣሽሙ ዋላ ሓንቲ ዝረኽቦ ሰብ እውን ኣነ ከም ሰብ ኣነ ማለት ተዛሪበ ዝረኽበሉ ነገር እዩ ግን ክትፈልጡ ዘለኩም ከምኡ ኣይኮነን ከምቲ ካልኦት ሰባት ዝፈልጥዎ ወይ ቃልሲ ወይ ገለመለ ኣይኮነን ናይ ህዝባዊ መቐፀልታ ወይ ከዓ ካቨር ናይቲ ውድብ እዩ ክቕላዕ ከኣለዎ ክዛረብ ከለኹ ምክንያቱ ነቱ ክንጠብ ኣለዎ ኢለ ዋላ ተኣምንኩ ማለሲ ይኣምነካ ሰብ ኣይኣምነካ መዓት ነገራት እዩ ዘለዎ የሰንብደካ እዩ በቃ ከምዚ ዓይነት ሰብ እዩ ስለዚ መስፍን ሓጎስ ኣባል ህዝባዊ ግንባር እዩ ዝገብሮ ገበሮ ይግበር ዘይገድስ ናይቲ ውድብ መቐፀልታ እዩ ስለዚ እዚኣ ፍለጥዋ ፐርሰናል እቶም ኣብ ትሕቱ ዘለዉ ግን ብዙሓት ንፁሓት ተቓለስቲ ከም ዘለዉ ፈልጥ ብዙሓት ለዋሃት ሰባት ከም ዘለዉ ፈልጥ ብዙሓት ፋይሎም ኣብ ኣስመራ ኮፍ ኢሉ ከም ዘሎ ፈልጥ ብሰንኩ ማለት እዩ ስለዚ እዚኣ ክብራልኩም ፈቱ ማይክ ፍሪ ኢንተርቪው ዝገበሮ ኣብ ረድዮ ኤረና ድዩ ኣብ ገለ መለኮ ብጣዕሚ ባዕሉ መስፍን እኮ ነጊርኩም እዞም ኤርትራውያን ኣብ ዘለኹም ንምንታይ ካልእ ትሓቱ ባዕሉ መስፍን ብስነ ስርዓት ሓጎስ እንታይ ኢሉ ዋላ እቲ ሰብዓን ሰለስተን ሰብዓን ኣርባዓተን ሰብዓን ሓሙሽተን ተገበረ ምንካዕ ምንቅስቃስ ናይ የመን ምንቅስቃስ ኢሳያስ ባት ኣይነበሮን ኢሉ ስለዚ መንዳ ገይርዎ ኢሉ እቲ ጋዜጠኛ ኣይሓተቶን ግን ኤኒወይ ግን ኢሳያስ ከምኡ ኣይገበሮን እቲ ውድብ ከምኡ ኣይነበረን ናይ ህዝባዊ ግንባር ዕላማ ኣይነበረን ኢሉ ተዛሪቡ ስለዚ እቶም ኣብኡ ዝጠፍኡ ሰባት ሽውሃት ኣይሮምን ኩሎም መራሕቲ ኢሉ ባዕሉ ተዛሪቡ ስለዚ ኤኒወይ ግን ከም ሰብ ግና ከም ሰብ እዚ እንታይ መስለካ ኣነ ነብሰ ክፀብቕ ኢለ ወይ ገለ ኣይኮንኩን ንምንታይ ደቂ ሰባት ኣብ ሓደ ዩቱብ ሪአ ነይረ ኣነ ሰበይቱ ዝመለሰቶ ከም ዓብይ ነገር ተራእዩ ኩሎም ሰባት ተራእይዎ ነይሩ ስለዚ ንዕኡ እሱ እኮ እዩ ዝሕተት ምልሶ እምበር ሰበይቱ ዋይ ናይ ሰበይቱ ሰበይቱ ትሕተተሉ ጉዳይ ስለምንታይ እዩ እሱ ድዩ ነይሩ እሱ ዘይኮነ ነይሩ እቲ ኩሉ ዝገብር ዝነበረ ሰበይቱ እንታይ ስለ ዝገበረት እያ ስለምንታይ እያ ሰበይቱ ሕጂ መፀበቂት ወይ ከዓ ፒኣር ኮይና ትቐርብ ዘላ ወይ ከዓ እንታይ እዩ ኣይርዳእኩምን ዘሎ እቲ ስነ ሓሳብ ወይ ከዓ ሓቂ ክትፈልጡ ኣይደልዩን ስለኹም ድዩ እቲ ሓቂ ካብቲ ንዕኡ ክትሓቱ ዝግበኣኩም ሰብ ክትርሕቁ ስለ ዝደለኹም ወይ ከዓ ፒኣር ወይ ከዓ ናይ ፐርሰናል ሰባት ስለ ዘቕረቡልኩም ወይ ከዓ ናቶም ሓሳብ ክሰምዑ ስለ ዝደልዩ ዘለኹም እዩ ብጣዕሚ እዩ ዝገርመካ ኤት ብጣዕሚ እንታይ ዓይነት ፎራዕ ወይ ፎራዕ ኣንጎል እዩ ዘለና ፎሮ ሰምዓና ረዳይታ ግበረለይ እሞ ኣነ እንታይ ደየ ምስለካ

ወዲ መስርዕይ ወዲ ጋንታይ ክመጽእ እንድሕር ኮይኑ ወይ ወዲ ሓይለይ ወዲ ቦጦሎነይ ወይ ከኣ ብኣዛዝየይ ክመጽእ እንተኾይኑ ገበን ምሽፋን ማለት እዩ ስለዚ ነዚ ዕድል ክትህብዎ የብልኩምን ከም ሰባት ትበልሑ ኣለኹም ብሰበይተይ ብሓወይ ብጎድነይ ብመራሒ መስርዐይ መራሒ ጋንታይ መራሒ ሓይለይ መራሒ ቦጠልነይ እንድሕር ኮይኑ እንታይ ማለት እዩ ፐርሰናልቲ ሰብ ክርሕቕ ስለ ዝደሊ ዘሎ ስለዚ ነዞም ሰባት እዚኦም ዕድል ክትህብዎም የብልኩም ንስኻትኩም እዚ ተዋስኦ እዩ ተዋስኦ ክበዝሕ የብሉ ኣብዚ ገበን ኢና ንዛረብ ዘለና ሰባት ጠፊኦም ክስቶ ወዲ ክስቶ ተቐቲሉ ክስቶ ወዲ ክስቶ ኣብ ከምዚ ተሰዊኡ ተባሂሉ ሰርቲፊኬት ተዋሂብና እቲ ሓደ ሓውሩ ግን ብሓንሳ ወፅም ናይ ሓደ ወርሒ ፍልል ነይርዎም ናይ ክልተ ዓመት ፍልል ነይርዎም ናይ ሓደ ዓመት ፍልል ነይሮም ኣይረኸብናን እዮም ዝብሉ ዘለዉ ስድራ ስጋዕ ሕጂ ስለዚ ነዚ ተዋስኦ እዚ ክሽፍኑ ዝመፁ ዘለዉ ኣብቲ ሓደ ጎድኒ መፅኦም ከዓ ጅግና ናይ ስውእ ኤርትራ ዝሽቅጡ ዘለዉ ሰባት ስለ ዘለዉ ነዚ ዕድል ክትብዎ የብልኩም ኣብዚ ገዛ መፅዩ መፃወቲ ክኸውን የብሉን። እቲ ሰብ ባዕሉ ፐርሰናሊ ክምልስ ዝኽእል ክመፅእ ክኽእል ኣለዎ፣ ክሕተት ክኽእል ኣለዎ። ስጋዕ ሓደ መዓልቲ ብስነ ስርዓት ኣብ ቤት ፍርዲ መፅዩ ዝሕተትን ዝምልስ ገበነኛ ኮይኑ ዝቐርብን ኣትሊስት ሕጂ ከዓ ከም ጥርጡር ኮይኑ ቀሪቡ ክምልሰሉ ዝኽእል ፐርሰናሊ ክኸውን ኣለዎ እምበር ብሰባት ርግጽ የብሉ ስለዚ ፍንዎ ኣለኩም እንታይ ይብል መስሓቅ ክኸውን ሕራይ ንሕጂ ከም ስልካ ተምፅኦ እዚ ዳሕራይ ከዓ መፃወቲ ክኸውን እዚ ዕድል ክወሃብ የብሉን ክትንቆቕሉ ኣለኩም እዚ እዩ ኩሉ ፅፍርታት ናይቲ ውድብ ክቁረፅ ዘለዎ ካብዚ ጀሚርካ እዩ ከምዚ እዩ ስለዚ ስለምንታይ እያ ሰይቲ መስፍን ሓጎስ ሰበይቱስ እንታዊት ስለ ዝኾነት እያ? ናይ ምንታይ ፖለቲካዊ ኣፍልጦ ስለ ዘለዋ እያ? ወይ ከኣ ናይ ህዝባዊ ግንባር ፍሉይ ኣፍልጦ ዘለዋ ድያ ኮይና ስለምንታይ እያ? ወይ ከኣ ልዕሊኡ ስለ ተቓለሰት እያ ናቱ ፒኣር ኮይና ትመጽእ? ኣብ ገለ ተኣሽሙ እውን ሰሚዐ ኣለኹ ኣብ ሓደ ኣይ ዶንት ኖው ኣበይ ምዃኑ ንሳ መፅያ ተዛሪባ ኣላ ዋይ መፃወቲ ዶ ንሱ መፅእ ኣብዚ ይምልስ ኣይምልስን ካልእ መፃወቲ ኣይኮነን ኣብዚ ክትጥንቀቑ ኣለኩም ምሽፋን ዝበሃል ነገር ብኸምኡ እዩ ዝጅምር ብኸምኡ እዩ እንዳሃሰሰ ከይድ ይሃስስ ሕጂ ሰበይቱ ምሽ ትዛረብ ፅባሕ ከዓ ዘመዱ ይዛረብ ፅባሕ ካልእ ቲፎዞናቱ ይዛረብ ሕጂ ይሃስስ ናይቲ ሰብ እቲ ናይ ብሓቂ ገበኑ ይጠፍእ ቀስ እንዳለ ከምኡ እዩ ስለዚ ኦኬ ማይክ ክልተ ሰባት ኤራማን ክመፅእ ኢለኩም ኣለኹ ክመፅእ ከቕርባ እየ እቲ ሓደ ስጋዕ ሰማንያን ክልተን ካብቶም ፈረድቲ ሽማግ ነይሩ ኣልሰይ ጥራይ ኣይኮነን ዝፈርድ ነይሩ ማለት እዩ ኣባል ሓራ ሰራ ከሎ ካብቶም ዝቆፀሉ ወይ ማይክ ፈርድ
ማለት ሓውና ቴንኪ ፎሮ ሰላም ሰላም መጀመርያ ኩልኹም ሞ እዚ ከም ገለላ እዚኣ ናተይ ኔት ቱደይ ተውድቐኒ ቀልጥፍ ኢለ ክሓትት እየ ንፎሮ ማለት እያ እርህዎ መርሓባ መርሓባ ከመይ ኣብ ብዛዕባ እዛ ናይ መስፍን ሓጎስ ትምልከት እንድያ እዚ እንታይ ምስል ግምትካ ፎሮ ንመስፍን ሓጎስ ኣብ ደንበ ተቃውሞ ምፅኡ ብፍላይ ከማን ኣብ ፒዲፒ ኮይኑ ይዋሳእ ኣሎ ማለት እዩ እቲ ዕላማ ናይ ናይዚ ህግደፍ ኣብ ስልጣን ዘሎ ማለት እዩ ንዕኡ ዝምፅኡ ሲ እንታይ እዩ እቲ ወላ እውን ርዱእ ክኸውን ይኽእል ግን ኣነ ከምፈልጦ መስፍን ሓጎስ ኣብ መሪሕነት ክመፅእ እንከሎ ይፅዋዕ ማለት እዩ ይምረፅ ኣይፈቱን ግን ኣብ መሪሕነት ክመፅእ ወላ ከም ኣቦ ወንበር ድዩ ወላ ፈፃሚት ክምረፅ እንከሎ ኣይቅበሎን እዩ እንታይ ኢልካ ትግምት ማለት ከመይ ይመስለካ ከምዚ ምዃኑ ሲ እንታይ ዕላማ ዝሓዘ እዩ እዚኣ ተብሪህካለይ ፅቡቅ ነይሩ ተረዲኣትካ ሕቶይ ክትከውን ተስፋ ገብር
ኦኬ እንታይ መስለኪ ሓደ ነገር ክነግረኪ ህዝባዊ ግንባር ናቲ ውድብ ኣብ ተቃወምቲ ውድባት መሪሑ ኮይኑ ክወፅእ ኣይደልን እዩ ግን ዝኾነ ትኹን ውድብ ወይ ከዓ ንዝትመፅእ ውድብ እንታይ ዕላማ ብዘይገድስ ፋፋሕ ክትብል ኣለዋ ግን እዚ መስፍን ሓጎስ ኣይብልን እዩ ገለ ትብዮዳ ከምኡ እዩ እኮ ኩሉ ግዜ እንታይ እዩ ስራሕ እንድዩ ኣብ ስራሕ ኩሉ ግዜ እንድሕር መስፍን ሓጎስ ዳ እሞ ኣነ እየ መራሒ ኣነ እየ ምረፅኒ ኣነ እየ ከምዚ ክብል ከሎ ሰባት ካልኦት ሰባት ክመርፁ ከሎ እያ እንታይ ማለት እዩ ዋላ ሓንቲ ሕርኽራኽ ዘይብሎም ወይ ከኣ ሰንሰለት ዘይብሎም ሰባት ንጹሃት ሰባት ኣብ ስልጣን ክመጹ ይኽእሉ እዮም። እቲ ግን እንታይ እዩ እሱ ኩሉ ግዜ ከም ስልጣን ዘይደሊ መሲልካ ክትቀርብ ከለኻ እንታይ ማለት እዩ ኩሉ ግዜ እቲ ሰብ እንታይ ዝብል ወይ ነቲ ዝስዕቦ ዘሎ ውድብ ዝኣምን ሰብ እንታይ ዝብል እዚ እንታይ መስለኪ ፎር ኤግዛምፕል ክነግረክ ሓደ ነገር ኣብ ታሪክ ሕጂ እዚ ሕጂ ኣነ ክሰርሖ ኢለ ኣይኮንኩን ናይ ብሓቂ ታሪክ እዩ ኣነ ዝከረኒ ሻምበል ዝበሃል ነይሩ ኣብ ክብ ታዕሊም ኣላማይ ዝነበረ ማለት ኣባል ደርጊ ነይሩ ምስ መንግስቱ ሃይለማርያም ኣብ ስልጣን ክመፅእ ከሎ መንግስቱ ቅድሚ ምምራፁ ንኢትዮጵያ ትመስል ሃገር ነዚኣ ሃገር እዚኣ ኣብ ኢድና ወዲቓ ኣባና ኣከም ኣነን ከማኹምን ወዲቓስ ንሕና ንኢትዮጵያ ክንመርሕ ዘይንኽእል ሰባት መፃወቲ ኮይና ነጋውስ ተፃዊቶምላ ከይኣክል ሕጂ ከዓ ኣብ ዘይንጠቅም ሰባት ወዲቓ ኢሉ መንግስቱ ነቢዕም ሻምበል ኢለ ሶሪ ሻለቃ ሻለቃ ሻለቃ ሽዑ እንታይ ኢልና ኢሉ ነቢዑ መንግስቱ ኣነ ካ ኢሉ መንግስቱ ባ ቅድሚ እንዳነብዐ ከሎ ከዓ እንታይ ኢሉ መንግስቱ ኣነ ነዛ ሃገር እዚኣ ካልኦት ሰባት ክመርሕዋ ኣለዎም ሽዑ ሻለቃ ታይላይ ኢሉ ሻለቃ ሕጂ ካብቶም ዓሰርተ ገለመለ ኣባላት ደርጊ ዝነበሩ ወይ ከ እንድሕር ኣብ ገለመለ ብላክ ኤንድ ዋይ ስእሊ ኣሎ እንድሕር ወይ ቪድዮ ኣሎ እዚኦም ጥርሙዝ ደም ዝመልአ ኣብ ፅርግያ ኣብ መንደቕ እንዳሰበሩ ዝኸዱ ነበሩ ኣባላት እዩ ካብኦም እዩ ሓደ ሻለቃ ካብዚ ዝበልፅ ኢትዮጵያዊ ደኣ ወይ ከዓ ንኢትዮጵያ ዝሓመላ መን ኣሎ ኢልና ኩልና መሪፅና ኢሉ ሕጂ ከምኡ እዩ ሕጂ ኣብ ፖለቲካ ዓለም ኩሉ ግዜ ሰባት ኣነ ህርፋን የብለይን ክብሉ ከለዉ ኩሉ ግዜ እቲ ተጋባኣይ ወይ ከዓ እቲ ተኣኪቡ ዘሎ ኩሉ ግዜ እንታይ ዝገብሮ ንዕኦም ከም ናይ ብሓቂ ሃገራውያን ወይ ከዓ ውድብ መራሕ ኣብ ውድብ ተልዮም ናይ ውድብ ኣብ ሃገር ጉዳይ ተልዮም ናይ ሃገር ኣብ ፓርቲ ተልዮም ናይ ፓርቲ ሕጂ ንዕኦም ከም ቅድመ ኩነት እዩ ዘቐምጦ ከም ልውና ልውህና እዩ እዚ እንታይ እዩ ፖለቲካል ተኣሽሙ ምሽካዕ ኩዕሶ ከምዚ ኩዕሶ እግሪ ማለት እዩ ፖለቲካ እንታይ መስለኩም ከምኡ እዩ ፀወታ እዩ

ዝብል ዕግበት እዩ ዘለኒ ግን ከም መሪሕነት ምሳሌ ከም ቸር ማን ተኣ ተመሪፁ ወይ ኣብታ ፈፃሚት እንተ ኣሎ ዓብ ግደ ክፃወት ይኽእል እዩ ነቲ ነታ ሰልፊ ከም ድላዩ ክጠዋውያ ዋላ ክውድቓ ክዕንዋ ምሻለልካ ከምኡ እዩ ዝርድኣና ኣነ ኖኖ ከምኡ ይኮነ ግን መስፍን እንታይ ይመስለኪ ስኺ ትፈልጥዮ መስፍን ሓጎስ ምናልባት ኣብ ደገ ትፈልጥዮ ኣደኖ ወይ ቀደም ትፈልጥዮ ትኾነ ኣደኖ

ኣፉ መሊኡ ስለ ከም ዘይዛረብ ትፈልጥዎ
ነዚ ስራ ስርዓት እዚ ኣይኮነን ወይ ከዓ ንኢሳያስ ስለ ዘይዛረብ ገለመለ ኣይኮነን መስፍን ከም ሰብ ብዙሕ ተዛራባይ ኣይኮነን ክዛረብ ከሎ ተዛራባይ እዩ ግን ሃንደበት ዝዛረብ ሰብ ኣይኮነን ስቕ ዝብል ኩሉ ግዜ ሰማዓይ እዩ መስፍን

ሕፁይ ኣያ የቕርብኒ እዚ እቲ ሓደ ነገር እዩ ኣብ ደገ ካብ ገለገለ ዝሰማዕናዮ ማለት እዩ ተዘይኮይኑ ፐርሰናል ግን ከም ሰብ መስፍን ኩሉ ግዜ ተዛረባይ ኣይኮነን እቲ ዝበለፀ ነገር ከዓ ከምኡ እዩ ወዲ ሰብ ኩሉ ግዜ ዘይዛረብ እንድሕር ኮይኑ ደቂ ሰባት ኩሉ ግዜ እንታይ እዮም ዝሓስብዎ ወይ ከዓ ስቕ ኢሉ ፀኒሑ ሓንቲ ቃል ጥራይ ከውፅእ ከሎ ናይ ደቂ ሰባት ማዕበል ይስዕብ እዩ እቲ ዝበለፀ ናይ ፖለቲካዊ ቃልሲ እዩ መስፍን ግን ንፖለቲካ ዘይኮነ ወይ ከም ናይ በዓል ኢሳያስ መሳርሒ ዝሓዞ ኣይኮነን ባህሪ እዩ ምሻለ ገ ዝቃየር ኣይኮነ ንኣብነት ሕጂ ኢሳያስ ተጋልቲ ዝነበሩ ኩሉ ኢሳያስ ክዛረብ ከሎ ክልተ ኢድ ቢዱ ዝዛረብ ኢሳያስ እዮም ዝፈልጡ ምሽ ድሕሪ ናፅነት ግን ኢሳያስ እግሩ ዘርጊሑ ክልቴን ኢዱ ከዓ ኣብ እግሩ ወይ ከዓ ኣብ ሰለቡ ኣቐሚጡ እግሩ ዘርጊሑ ኣእዳዉ ከማን ናብ ገፁ ኣይቀርባን እዮም ኣብ ሜዳ ተጋዳላይ ትፈልጦ ኢሳያስ ካልእ እዩ ሕጂ መስፍን ግን ከምኡ ኣይኮነን ግን እንታይ እዩ ሰባት ቀያር እዩ መስፍን ኣይቅየርን እዩ ስቅ ይድብል ነቲ ዝግምታ ወይ ናይ ደቂ ሰባት ኣብቲ ዳስ ኣብቲ ኣኼባ ዘሎ እሰሩ ዳሕራይ ነብሱ ከዓ ይስዕብ ሕጂ ንሰባት የደናግር ግን ኤኒወይ ፈቲኹም ፀሊእኩም ግን እዚ ፐርሰናል ናይ መስፍን እየ ዝነግረኩም ዘለኹ ከም ጠባይ ማለት እዩ እምበር ፈትኹም ፀሊእኩም ግን መስፍን ዓስ ናይቲ ውድብ ኣባል እዩ ልኡኽ ናይቲ ውድብ እዩ የማና ኢድ ናይ ኢሳያስ እዩ እዚኣ ክተጣይብልኩም እዚኣ ሕዝዋ ብጎድ ኣብ ትሕቶ ግን ብዙሓት ንጹሃት ሰባት ምእንቲ ናጽነት ኢሎም ወይ ለውጢ ሓሲቦም ተቅልዉ ነዚኦም ብሽም ናቱ ከነጸልምቶም ወይ ከኣ ከም ናቱ ገበን ዝገበሮ ንዕኦም ከኣ ንኻልእ ከነትሕዞ የብልናን ክንጥቀቐሉ ኣለና ተዘይኮይኑ ጽቡቅ ገይሩ ተጻዊትልኩም ይመስል ሓጎስ ስለምንታይ ኣነ ፓስፖርት ቀይር ከለኹ ናይ መስፍን ፋይል ርኤ ይብለኩም እንታይ እንታይ ክረክብ እየ እንታይ ንመስፍን እዚ እንታይ ክረኽበሉ ዓዲ ድየ ክረኽበሉ መሬት ርኤ ርግጫ ክረኽበሉ ወይ ግን እንታይ እየ ክረክብ ወይ ነዚ ሰብ እዚ ሽሙ ጥፍኤ እንታይ እየ ክረክብ ግን ሓቂ ክፈልጡ ኣለኩም ኤርትራውያን ተቓለስቲ ስለ ዝኾንኩም ክትቃለሱ ንደልዩ ሰባት እቶም ንጹሃት ተቓለስቲ ክትፈልጥዎ ኣለኩም ስለዚ መስፍን ናይቲ ውድብ ተኣሽሙ እዩ ከም ፐርሰናል ግን መስፍን ተዛራባይ ኣይኮነን ዛት ዋይ ሕጂ ዝስዕቦም ኣብ ዝኾነ ይኹን ኣኼባታት ሰባት ክስዕቦም ዝኽእል ከምኡ እዩ መስፍን ከምኡ ዓይነት ጠባይ ኣሎ ከም በዓል እስያስ ተቐያየሪ ተኣሽሙ ኣይኮነን ህዱእ ዝበለ ተኣሽሙ ኣለዎ ክዛረብ ከሎ ግን ካልእ እዩ እዚ እዩ ክገልፀልኩም ትኽእል ኤኒወይ ግን ማይክ ፍሪ
ኣብ ልዕሊ ልቦናኻሲ ቁሩብ ምድፋእ ኣድልየና ኮይኑ ስምዓኒ ኣሎ ነፃ ኮንካ ኩሉ ነገር ከይከብደና ኢልካ ትስከፍ ከም ዘለኻ ፈልጥ እዩ ንኩሉ ክጥቀስ ዝግብኦ ግን ካብቲ ዝተፈፀመ ገበን ዝኸፍእ ነገር የለን ነፃ ኮንካ ዳሕዳሓዮ ክንጻወሮ ከኣ ንኽእል ኢና ንሕና ማለት እዩ ክንጻወሮ ንኽእል ኢና ምኽንያቱ እንታይ ትኸውን እቲ ቀስ ብቀስ እንዲኻ እንዳዓቀንካ ኢኻ ትበና ዘለኻ ርእዮ ኣለኹ ኣነ ካብ መጀመርያ ጅምራ ጅቲፍካ ስቲል ስጋብ ሕጂ እንዳዓቀንካ ቁቁሩብ ጌርካ ኢኻ ትበና ዘለኻ ልክዕ ከምዚ ናይ መድሃኒት ቁቁሩብ ትበና ኣለኻ ግን ቁሩብ እቲ ሕማምና በርቲዑ ስለ ዘሎ ወስኸሉ እቲ ፕሬዠር ናይቲ መድሃኒት ናይ ብሓቂ እየ ብእውነት እቲ ሓቂ ውስኽ ኣብለሉ ኢኻ እንዳወሰኽካ እንድሕር ኬድካ ዝያዳ እቲ ሰብ ብተሪር ክስምዖ ክእል ያ ካብታ ዝዛረባ ዘሎ ትዓቢ ነገር የላ ሓቅነት ዘለዎ ነገር ምርኩስ ዘለዎ ነገር ይዛረብ ዘሎ እንታይ ክሓተካ ደልየ መስለካ ፎሮ መጀመርያ ከመይ ምሲኹም ኣሕዋት ኩልኻትኩም። እዚ ትህበና ምናልባት እንድሕር ደኣ ትምልሳ ፈቃደኛ ኮንካ እዞም ሰባት ናይ ብሓቂ ድዮም ክቃወሙ ተኣኪቦም ወፂኦም ዘለዉ ወይሲ ካልእ ተ